ይታ ቶሚ ኣርከይ ደሓን ዲኻ? ዳበይንኻ ኣብዚ ኮፍ ኢልካ?

ዋዋ ግደፍ እባ እንታይ ዘጋጠመ ነገር ኣሎ ግደፍ እንታይ ዘጨንቅ ኣለካ።
ባእ ኣንታ ሰሌ ሓወይ እዚ ንእዚ እንኳ ሕጂ ክብለካ ኣይክእልን'የ ብጣዕሚ ከቢድ እዩ ማለትስ ንኽነግረካ ይኸብደኒ ኣሎ ብሓጺሩ ዓቕለይ ጽብብጽብ ይብለኒ ኣሎ በቃ ይጭነቕ ኣለኹ በቃ ሕጂ ከምዚ ክብለካ ኣይክእልን'የ ሶሪ ተሓዘለይ።

ኣንታ ሰናይ ሓወይ ሕጂ እባ ቁምነገር ኣብዚሓ ጽቡቅ ተዛሪብካ እዞም ጴንጠ ኣምላኽ ብሓይሊ በቃ ብጸሎትኩም ዘይሰምዓኩም እዩ ዝብሃል ንኣንደግ ደኣ ሕጂ ነገርና ክሰልጠና ጸልየልና። ኣጆኻ ጎይታ ሰናይ ክንጽልየልካ ኢና ክሰልጠካ ኢኻ። ጽቡቅ ከምኣ ተጌርካ ደኣ።
ክንጽልየልካ ኢና ኣጆኻ ክሰልጠካ እዩ ግን ቶሚ ሓወይ ኣብዚኣ ክብለካ ዝደሊ ነገር እቲ ምስላጥ ጽቡቅ እንድዩ ቀንዲ ከተተኩረሉ ዘለካ ግን ናይ ጉዳይካ ምፍላጥ ዘይኮነ ንኣምላኽ ምፍላጥ እዩ። ከመይ ኢልካ ንኣምላኽ ፈሊጥካ ካብቲ ዝመጽእ ፍርዲ ትድሕን እዚ ኢኻ ክተተኩር ዘለካ። ኣታ ሰሌ ሓወይ ንዓም ነንድሕሪታ ንመለስ መጀመርታ እሞ ጸልየልና እቲ ነገር እሞ ይስለ እቲ ካልኣ ቀሲልና ንሪኦ እንታይ ጸገም ኣለዎ ድዩ? ኖኖኖኖ ከምኡ ኣይኮነን ቶሚ ሓወይ እንታይ ድዩ መስለካ ፈረስ ብቅድሚት ፈረስ ብድሕሪት ሰረገላ ብቅድሚት ዝባሃል ኣዘራርባ ኣሎ ርኢኻ ነቲ ቀዳማይ ነገር ቅድሚት እንድሕር ዘይጌርካዮ ኣሳልጦ እኮ ብዝኾነ ዓይነት መገዲ ክመጽእ ይኽእል እዩ። ዋላ እንዳ ጉዳይ ኣሳላጢ እንዳ ዶማ እንዶ ኬድካሲ ክተሳልጥ ትኽእል ኢኻ። ርኢኻ ንኣምላኽ ምፍላጥ እዩ ዘድልየካ ካልእ ግን ኩሉ ተወሳኺ እዩ። ኣንታ ኣደይ ትጎትጉና ኢኹም ንስኹምስ ክትፋላሰፉ ጥራይ ኢኹም ፍልስፍና ዘይትገድፍ ሰሌ ሓወይ። በቃ ኣነ ከምኡ ኢልካ ኣለኻ በቃ ኖ። ኣነ በቃ ሕጂ ኖ፣ ኖ። ነዞም ዝንዓይ ወራሕቲ ክርዳእ ቁም ነገር እየ ዝዛረበካ ዘለኹ ኣላሰልጠካ ስለ ዘይደለኹ ዘይኮነስ መጀመርያ ሂወትካ ክድሕን ስለ ዝደለኹ እየ ንሓን ንሓን ሕጂ ነዚ ክሰምዕ ዓቕሊ ስለ ዘይብለይ ኣነ ክገድፈኩም ሶሪ ኣይትሓዙለይ ዋላ እባ ተዘራረበና ረዳ- ተረዳእና ንብለካ ነገር ኣንተ ወዲ ትሰምዕ እንዲኻ ነገዲፈካ ኣለኹ ሶሪ ከምዚታት ኣይርዳእን ቻው ዋ ኣንታ ግደፍ

ተረዲኻ ኣለኻ ማለት ኩሉ ነገር ፈቲነ ኣብ ዘይኣተኽዎ ነገር የለን ስለዚ እዩ ገለ እንተሰለጠኒ ኢለ ገለ እንተሃብተምኩ ኢለ ማለት በዛ ናትኩም ግሩፕ ከኣ ዘይፍትና ኢለ ፈቲነ ግን ኣብኡ ምስ ኣተና ከኣ በቃ ተቐበል ኢልኩምና ተቐቢልና ዋላ ሓንቲ ሃፍቲ የለ ኣሳልጦ የለ ዋላ ሓንቲ ክረክብ ኣይከኣልኩን ችግሩ ይበርሃለይ ኣሎ ኣበሃላኻ ደሓን ቀፅል ቀፅል ኩሉ ሓሳብካ ግለፀለይ እወ ሰሌ ሓወይ ደሓር ከኣስ

እወ እየ ክብለካ ዝኽእል ምኽንያቱ ቶሚ ሓወይ እምነትካ ምስማእ እዩ ምስማእ እውን ካብ ቃል ክርስቶስ እዩ ዝብል ስለዚ ነቲ ቃል ተረዲእኻ እምነት ከዓ ምርዳእ እዩ መፅሓፍ ቅዱስ ብግልፂ ይነግረና እዩ ስለዚ ነቲ ቃል ተረዲእኻ ምስ ኣመንካዮ ኢኻ እምነት ትረክብ ደሓር ድማ ናይቲ ቃል ሓቁን ክበርሃልካ
ኣንታ ሰሌ ሓወይ ሕጂ ከኣ ብርሃን ኣምጺኻ ኣይበርሃልካን እዩ ደሎ ኢልካኒ በቃ መቸም ትዛረቦ እዩ ጠፊእካ ዘሎ ስምዓኒ ሰሌ ሓወይ ኣነ ሓደ ሓቂ ነገር ክነግረካ ኣነ ከመይ ኢለ ሃፍቲ ኢለ ከመይ ኢለ ነፍሰይ ኮይነ ንስድራይ ይኸውን እየ ዝብል ተረዲኻን ካብ ዝለዓለ ወላ ሓንቲ ዓቕሊ ትበሃል የብለይን ክሰምዓካ ተረዲኻኒ ኣለኻ ዶ? ጐይታ ተቐበል ኢልኩምና ኢኹም፣ ፈቲንና ኢና ኵሉ ነገር። ደሓር እዚ የሱስ የሱስ ምባል ዝተጋነነ ኣርእስቲ ኰይኑ እዩ ዝስምዓኒ። ተረዲኻኒ ኣለኻ? ኣነ ሓደ ሓቂ ነገር ክነግረካ፣ ድሕሪ ሕጂ ዝዀነ ነገር እንድየ ክሰምዓካ ዓቕሊ ዘይብለይ። ሓደ ነገር ግን ክምስክረልካ፣ ንስኻ ከምቲ ዝፈልጠካ ብሩኽ ኢኻ፣ ጠባይካ ጥዑይ እዩ። ግን ኣነ ኣብዚ ከምዚ ጕዳይ ስለ ዘየለኹ፣

ርኢኻ ቃል ኣምላኽ ክዛረብ ከሎ ኣብ ህዝቅኤል ዓሰርተ ኣርባዕተ ፍቕዲ ሰለስተ ንጣዖታቶም ኣብ ልቦም ኣሕዲሮሞ እቲ መዓንቀፊ ኣበሰኦም ድማ ኣብ ቅድመይ ቆይሙ ኣሎ ኣነ ደኣ ከመይ ኢለ በዚኣቶም ክሕተት እየ ኢሉ እንታይ ማለት እዩ ተይልካኒ ልቦም ካልእ ነገር መሊእዎ ስለ ዘሎ ኣብ መንጎኦም ኣብ መንጎ እግዚኣብሔርን ድማ ሓደ መዓንቀፊ ተቐሚጡ ስለ ዘሎ ንእግዚኣብሔር ክረኽብዎ ከም ዘይክእሉ እዩ ዘረድኣና ርኢኻ ሕጂ ሓውና ቶማስ ትምኒታቱ ኣብ ካልእ ጉዳይ ዩ ዘሎ ንእግዚኣብሔር ኣይኮነን ዝደሊ ዘሎ ብኻልእ ትምኒት ተታሒዙ ስለ ዘሎ እዚ ነገር እዚ ካብዚ ነገር እዚ ክወፅ ማለት እየ ርኢኻ ጎይታ የሱስ ክርስቶስ ክዛረብ ከሎ ኣብ ዮሃንስ ሸሞንተ ሰላሳን ክልተን ትዝክር ተኾይንካ ዘኪርካዮ ምሽ እቲ ሓቂ ክትፈልጥዋ ኹም እቲ ሓቂ ውን ሓራ ክተውፃልኩም

ኣነ ከምዚ ሰብ ክብለኒ እዩ ከይብለኒ ይብል ኮይነ ዋ እንታይ እሞ ገይረ ብኸመይ እሞ ክቁጣዕ ብቕንዕና እታ ትስማዓካ ትዛረበኒ ስለ ዘለካ ብጣዕሚ እዩ ዝንእደካ ግን ነዛ ጉዳይ እዚኣ ንምምርማር ተወሰኽቲ ሕቶታት ክሓተካ እየ
ንኣብነት
ኣብ ህይወትካ ሓሲኻ ትፈልጥ ዶ ንእሽተይ ሓሶት ወይ ዓበ ሓሶት
ሓሶት ደኣ መሊኡ ነዚ ሕሱር ሰብ እንታይ ኢልና ንጽውዖ?
ሓሳዊ ንብሎ። ብጣዕሚ ጽቡቕ።
ኣብ ህይወትካኸ ገለ ነገር ሰሪቕካዶ ትፈልጥ? ንእሽተይ ነገር ወይ ዓቢ ነገር? እዋይ
እዋይ እወ ሰሪቐ እፈልጥ። ንዝሰርቕ ሰብ እንታይ ኢልና ንጽውዖ? ኣምባሰል ንብሎ ንኣባ ግደፍ ሕጂ ሞባይልካ ሓደ ሰብ ኣልዒሉልካ ተዝሃድምሲ እንታይ እንዳበልካ ምጎየካ እዩ ኦኬ ሰሊ ሓወይ ደሓን ኹነልካ ኣንታ ሰራቂ ንብሎ ደሓን ሰራቂ ንሓስኸውን ከይደ ኣለኹ ደሓን ግርም ቀጽል ብጣዕሚ ጽቡቕ ብጣዕሚ ጽቡቕ ዝሙት ከ ከመይ ኢኻ ኤ ተውሳኺ ወሪድኒ
ኦኬ ብጣዕሚ ጽቡቕ ጎይታ የሱስ እዚኣኸ ካብ ሓደ ካብተን ሓሶታት ከይትኸውን።
ኣለካ እንዴ ዘለኹ ተወሳኺ ገርኪ ብጣዕሚ ጽቡቅ እንድሕር ከምኡ ኮይኑ ጎይታ የሱስ እንታይ ኢሉ ተዛሪቡ ኣሎ ንሰበይቲ ክብህጋ ኢሉ ዝጥምታሲ ብልቡ ምስ ኣዘመወ ይብል በዚኣ ክተዝዕቅነካ ከ ከመይ ምኾንካ እዋይ ኣንታ እዚኣ ብሓቅኻ ዋው ከምዚኣ ተኸይዳ ዳመ ድዩ ብጣዕሚ ፅቡቅ እዚኤን ተን ዓሰርተ ትእዛዛት ካብተን ዓሰርተ ትእዛዛት እየ ክሓተካ ፀኒሐ ኦኬ ሰለስተ ካባታተን ሓቲተካ ኣለኹ ያ ሓሳዊ ሰራቂ ብልብኻ እውን ዘማ ኮይንካ ተረኺብካ ኣለኻ ፅቡቅ መጽሓፍ ቅዱስ ነፍሲ ወከፍ ሰብ ኣብ ቅድሚ ኣምላኽ ንፍርዲ ከም ዝቐውም ይዛረበና ኣሎ። ንኣብነት ኣብ ካልኣይ ቆሮንጦስ ሓሙሽተ ዓሰርተ ነፍሲ ወከፍና ኣብ ቅድሚ መንበር ክርስቶስ ንፍርዲ ከም ንገሃድ ብስጋና ንዝገበርናዮ ነገር እውን ከም ትእዛዛት እንተ ዝፈርደካ ነይሩ ሎም መዓልቲ በደለኛ ኮይንካ ዶ ምተረኸብካ ገበነኛ ዶ ኮይንካ ምተረኸብካ ወላስ ነፃ
ገበኛ ኮይነ እምበር እንተረኸብኩ ብጣዕሚ ፅቡቅ ከምኡ ኢልካ ብምእማንካ ብጣዕሚ ደስ ዝብለኒ እቲ ፍርዲ ትፈልጥ ኢኻ ወይ ሞት ወይ ህይወት ማለት ወይ ሲኦል ወይ መንግስተ ሰማያት እዩ ዓይናይ ፍርዲ ምተቐበልካ ነርካ

ኣብ ሰነድ ስለ ዘሎ ከምኡ ድማ ብቪድዮ ሪከርድ ተገይሩ ስለ ዘሎ ጸገም የብሉን። ኩሉ ሰብ ከኣ ብ ሕጊ ማዕረ ስለ ዝኾነስ ኣይትሸገር። እዋ እስከ በሊ እንታይ እዩ ደኣ? ከም
ገበንካ ከኣ ከምዚ ኣብዚ ወረቐት ዝብሎ ዘሎ ኣብ ሓደ ኣብ ሓደ ቀትሪ ዕለት ትሽዓተ ወርሒ ትሽዓተ ብትሑት ፍጥነት ክትከይድ ዝግብኣካ ብናህሪ ከም ዝኸድካ ክትከይድ ቪድዮ ሪኮርድ ገይራቶ ኣላ። ከምኡ ከኣ እቲ ቦታ ከኣ ብ

ናይ እግዚኣብሔር ቃል ብግልፂ ይነግረና ሕጊ ንዘፍርስ ዘበለ ድማ እቲ በዓል መዚ ብገበን ይሓቱ ሬኻ እዚኣ ሕጂ እታ ናይ ትራፊክ ፍጥነት ናህሪ ስለዚ ጣሓስካያ ነታ ሕጊ ስለ ዘፍረስካያ ብገበን ይሓቱኻ ብተመሳሳሊ መገዲ ድማ እግዚኣብሔር ኣምላኽ ንሰባት ብገበን ከም ዝሓትት በተን ዓሰርተ ትእዛዛት ድማ ከም ዝፈርድ እየ ዝነግረካ ዘለኹ። ተረዲኣኒ ኣባሃላይ? እወ፣ ተረዲኤካ ኣለኹ።
ቃል ኣምላኽ ክዛረብ ከሎ እታ ሓጢኣት ዝገበረት ነፍሲ ትሙት እዩ ከምኡ ዝብል ቃል ኣሎ። ብተወሳኺ እውን ዓስቢ ሓጢኣት ሞት እዩ ይብለና። ርኢኻ እዞም ሰባት እዚኦም ዝህሎ ነገር ኣይኮኑን ዘምፅኡልካ ነታ ገበን ፈጺምካያ ኢኻ፣ መቅጻዕቲ ሰዲዶምልካ፣ ነታ መቅጻዕቲ ድማ ብዘይ ምኽፋልካ እናዓበየት እናዓበየት ኣብዚ ከምዚ ዓይነት ኩነታት በጺሓ ኣላ ማለት እዩ። እወ ሕጂ እቲ ናይ እግዚኣብሔር ነገር እውን ልክዕ ከምኡ እዩ። ኣንተወይ እንታይ ኢላ ሓቲተካ ነይረ? እ ገበነኛ ምዃንካ ካብ ተረጋገጸ እወ። እግዚኣብሔር ርእዩካ እዩ፣ ክተታልሎ ኣይትኽእልን ኢኻ። ጭብጢ ኣሎ ደሓር ባዕልኻውን ብልሳንካውን ተኣሚንካ ኢኻ ከም ዝሓሰኻ ከም ዝሰረቕካ ብልብኻ ከም ዝሰመኻ ተኣሚንካ ኢኻ ሕጂ ኣብታ ዝሓለፈ ግዜ ዘቋረጽናያ እላ ሕጂ ናብታ ሰበይቲ ክትከይድ ከላ ፍርድኻስ መንግስተ ሰማይ ዶ ኮነ ወላ ሲኦል ኢላ ሓቲተትካ ነይራ እንታይ ትምልሰለይ እስከ ሕጂ እወ እሱዳ
ሲኦል እንድዩ ግን ኣምላኽ እኮ መሓሪ እዩ ምሕረት ከኣ ገብረልና ኸውን እምበር
ምሕረት ዶ ኢልካ እሞ ምሕረት ጌርካ ዳኣ እዛ ዓሰርተ ሽሕ ጥንት ከም ዝሓድገልካ ዘይትገብር ርኢኻ ኣይትኸውን ኢኻ ምሕረት ምስ ምስ ፍርዲ ኣይተሓሓዝን እግዚኣብሄር መሃሪ እዩ ኣይኮነን ኣይብለካን ግን እግዚኣብሄር ክፈርድ ከሎ ድማ ብጽድቂ እዩ ዝፈርድ ጌርካ ከለኻ ገበን ፈጺምካ ከለኻ ከም ዘይፈጸምካ ጌሩ ኣይሃድነካን። ስለዚ ሕጂ እውን እንተኾነ እታ ምሕረት ብቐሊሉ ትርከብ ስለ ዘይኮነት እታ ፍርዲ ኣብ ልዕሌኻ ጸኒዓ እያ ትነብር። ምናልባት እዚ ተስፋ ዘቑርጽ ኮይኑ ክስምዓካ ይኽእል። ዝብለካን ዘለኹ ነገር
ርድኣኒ ዶ ብጣዕሚ ሕጂ ነገር ርድኣኒ ዶ እምበኣር ኣምላኽ መሃሪ እዩ ካብ በልካ ሓንቲ ድማ ከይነገርኩኻ ዝተርፍ ክሓልፍ ዝደልያ ጉዳይ የለ ኣላ ከይነገርኩኻ ሲ ክሓልፍ ኣይደልን እዩ ንሳ ከዓ እንታይ መስለካ ኣምላኽ ፍቕሪ ስለ ዝኾነ ብምሕረቱን ሀብታም ስለ ዝኾነ ንኣና ክምሕረና ምእንቲ ኢሉ ንክርስቶስ ኢየሱስ ወዱ ኣብ መስቀል ኣብ ክንዳና ክመውት ልኢኽዎ። እምበኣር እታ ምሕረት ሕጂ ኣብ ክርስቶስ እያ ትርከብ። ኢየሱስ ክርስቶስ ንስኻ ኃጢኣት ጌርካ፣ ንስኻ ነቲ ሕጊ ኣፍሪስካ፣ ነቲ መቕጻዕቲ ግን ኢየሱስ ክርስቶስ ተቐጺዑልካ ኣሎ። እታ ምሕረት በዘይ እያ ትርከብ።

እግዚኣብሔር ክረድኣካ እዩ ኣነ ግን ወዲኤ ኣለኩ እዛ ሓሳብ እዚኣ ድማ ኣስተንትና ጠቃሚት ሓሳብ ስለ ዝኮነት ኣስተንትና ኢየሱስ ክርስቶስ ነቲ ናትካ ናይ ሓጢኣት ዕዳ ከፊሉልካ ንስካ ግን ክትቅበሎ ይግብኣካ ናይቲ ነገር እቲ ተማቃሊ ምእንቲ ክትከውን ኣነ በደለኛ እዩ ብሓቂ ናይ በደለይ ሓጢኣት ድማ ከፊልካለይ ኢካ ኢልካ ክትቅበሎን ናትካ ክትገብሮን ኣለካ ስለዚ እዚ ኣስተንትና ኢካ ኣነ ግን ሕጂ ክገድፈካ እዩ ኣይትሓዘለይ እሞ በቃ ኣጆኻ የሳልጠልካ። ኦኬ ሰሌ ሓወይ ኣንታ ዝወድሲ ኣቢ ልቢሉስ ረቲዐና ብኮነ ኣነ ይተርር ዘለኩ መልሱ እኮ ሓቂ እዩ ኩሉ ነገሩ ጽቡቅ ትዛረቦ ሓቂ ተኣካይድኡ ሓቂ ክሳብ መዓስ እየ ኣነስ ከምዚ ኢለ ክተርር ሕጂ ኣታ ሎም መዓልቲ ብቻ ክነግሮ ክእል ኣለኒ ሰሌ ሰሌ።
ቶሚ እንታይ እንታይ ዝብል ሰሌ ሓወይ እንታይ ከብለካ ደልየ ብጣዕሚ ሰሌ ሓወይ ኣምላኽ ዝተመስገነ ይኹን ኣነ ተረዲእኒ ኣሎ ኩሉ ካብዛ ሰዓት እዚኣ ነቲ ናትካ ኣምላኽ ክስዕቦ ወሲነ ኣለኹ። ዋእ ታይ ትብል ኣለኻ።

ዋው ሕጂ ኣዩ ዝብል ስለዚ እስከ ሓንቲ ሕቶ ክሓተካ ሕጂ ነዚ ውሳነ እዚ እሞ መዓስ ክትገብሮ ኢካ ትሓስብ። ሕጂ ተረዲኡኒ ጎይታ የሱስ ዕዳይ ከም ዝከፈለለይ ተረዲኡኒ። ብጣዕሚ ጽቡቅ ብጣዕሚ ጽቡቅ እሞ ቃል ኣምላኽ ከም ዝበልኩካ እታ መዓልቲ ምድሓን ሕጂ ኣያ እዩ ዝብል ድሓር ከምቲ ዝነገርኩካ ንመዓልቲ ሚእትን ሓምሳን ሽሕ ኣስታት ሚእትን ሓምሳን ሽሕ ሰባት ይሞቱ እዮም እቲ ፍርዲ ርሑቕ ይመስለና እምበር ቀረባ እዩ። ስለዚ ሎሚ ነዚ ሓቂ እዚ ክቕበል እየ፣ ሎሚ ህይወተይ ንክርስቶስ ክህብ እየ ብምባልካ ብጣዕሚ ደስ ዝብለኒ። ጎይታ ኢየሱስ ድማ እንታይ እዩ ኢሉ ምሂሩ? መንግስቲ ኣምላኽ ቀሪባ ኣላ። ስለዚ ተነስሑ። ብወንጌልውን እመኑ ኢሉ እዩ ምሂሩ ኢሉ ሰብኩ። ስለዚ እንድሕር ንሓጢኣት ሓዲገ፣ ነቲ ኣረጊት ኣካይዳይ ሓዲገ፣ ብወንጌል ኣሚነ ንክርስቶስ ክነብር እየ እንድሕር ትብል ኮይንካ፣ ኣነ ብጣዕሚ ሕጉስ እየ። እዚ ጽቡቕ ውሳነ እዩ።
እግዚኣብሔር ይመስገን ቃል ኣምላኽ
ብልብኻ ኣሚንካ ብኣፍካ ድማ ክትእመን ስለ ዝዛረብ እምበኣር ንጸሊ ንእግዚኣብሔር ብቐጥታ ተዛረቦ እቲ ኣብ ልብኻ ዘሎ ነገር ብቐጥታ ንእግዚኣብሔር ተዛረቦ ኣነ ውን እሓብረካ ኣለኹ ኣሜን ኦኬ
ኣምላኽና ነመስግነካ ኣለና ኣሜን
ምእንቲ ሓጢኣተይ ከም ዝሞትካ እምን ኣለኹ ኣሜን ዕዳይ ከም ዝኸፈልካለይ ይኣምን ኣለኹ ብሓቂ ንኹላ ዓለም ክሒደ ካብዛ ሰዓት እዚኣ ክስዕበካ ወሲነ ኣለኹ ስለ ዝተቐበልካኒ ተመስገን ክብሪ ንኣምላኽ ክብሪ ንኣምላኽ ኣነ እውን ክፅልየልካ እየ

ኦኬ ጽቡቅ ኣታ እንታይ ድዩ መሲልኪ ሕጂ ብዛዕባ ናይቲ ዕዳን ዲና ክንዛረብ መጀመርታ ብዛዕባቲ ዕዳን ኢና ክንዛረብ ሰብሲ ኩሉ ዕዳ ኔሩ ወይ ነቲ ዕዳ ንኩርስቶስ ከፊሉልና ክንብል ከለና ኣምላኽሲ እንታይ ይብል ሓደ መዓልቲ ደቂ መዛሙርቱ ምስ ሓተትዎ ንምዉታትሲ ምዉታት ድዩ ክቀበርዎም ኢሉ ተዛሪቡ ኔሩ ወይ ስለዚ ንሕና መጀመርታ ክንዉለድ ከላና ኩላትና ሞይትና ኢና ተወሊድና ዋላ እታ ትንፋስ ሃልይና ንናበር እምበር